እዚ ህዝቢ እዚ ደይትፈትሕሉ ብዙሓት ጸገማት ኣለው ደይትፈትሕሉ ብዙሓት ጸገማት ኣለው ብምቅላስና ተገደድ ሃለዋትና ኣድሕና ንኾን ንኽእል ኢና ከም ህዝቢ መሊእና ከይንጠፍእ ዕድል ፈጥርና ክኾን ይኽእል እዩ ግን መዓት ህዝቢ ድማ ሐዚ ኣለዎ ብሰላሕታ ድጠፍእ ማለት እዩ መዓት ህዝቢ ኣሎ ኣብ ኬንዳ ትደውሪ ከምቲ ዓንቶ ተባሃለ ማለት እዩ እዚ ህዝቢ እዚ ህዝብና እዩ ክንምልሶ እነሀና እቲ ጸላኢ ወርዎ ድሎ ቦታ ኣያታትና ብቃልሲ ዳጽንሕዎ ቦታ ኢዩ ኸዚ ክንምልሶ ንኽእል ለና ኣብ ናትና ወለዶ በጽሑ ኣብ ኣብ ኢድ ጸላእቲ ድወድቆሉ ኩነታት ክንፈጥር የብልናይ በፍጽም ማለት ኢዩ ስለዚ ኦም ዓበይቲ ሕቶታት ናይ ህዝቢ ትግራይ ኢዮም ኸይዱ ኸይዱ ድማ ከምቲ ዓንተው ኣባል ቤት ምኽርና ድበልዎ ህዝቢ ትግራይ ናጽነቱ ያድልዮ ማንም ሓይሊ በብግዚኡ ላመፀ ማንም ሓይሊ ግዜው ድረኸበሉ ላመፀ ህዝቢ ትግራይ ድጭፍጭፈሉ ኩነታት ክፍጠር የብሉ በቃ ድሕሪ ሕዚ ላብ ከምዚ ዓይነት ኩነታት ንምለሰሉ ኩነታት የብልናይ በቢ መዋእሉ ድባፅሑ መናእሰይ ላገበርና ንኸደሉ ስርዓት ካብቅዕ ኣለዎ ኣካያይዳ ካብቅዕ ኣለዎ በቃ ትግራይ ርእሳ ትክእል ኣለዋ ትናብ መጨረሻ ቃልሲ ናሱይ እዞም ዓላማታት እዚኦም እዞም ናይ ህዝቢ ትግራይ ሸቶታት እዚኦም ላብቲ ክበፅሕዎ ዝኽእሉ ብርኪ ንምብፃሕ ሓደ ጥርኑፍ ዝኾነ መንግስቲ ያድልየና እዩ። ሕዚ እኮ ተበታትና ኮይና ኣለና። ከምቲ ዓንቶ ክግለፅ ዝፈተነ ኣብ ታሕቲ እቲ ሙሉእ መሓውር ኣሎ። ካብ ልምዓት ጉጅለ ጀምሩ ማለት እዩ። ካብ ጎጥ ላብ ቁሽት ላበለ ካብ ቁሽት ላብ ጣብያ ካብ ጣብያ ላብ ወረዳ ካብ ወረዳ ላብ ላብ ዞባ ላዕሊ ምስ ከደ ፍታ ዋና መእሰሪታ ግን ብትን ሃምዛ ዓምዲ ደይብሉ ገዛ ማለት ሓደ ሰቀላ ትሰርሕ ኣሎ ወለድና ገዛ ካብ ኩሉ ዕንጨይቲ ሞራሌ ወጹ ወጹ እታ መእሰሪት ናሃታ ቃለበት እሳ ንድሕር ደይተኣሰረት ታይ ዋጋ ንህወካል ትርጉም የብሉይ ማለት ንፋስ ይብትኖ ገለ ይብትኖ ማለት ህዝቢ ትግራይ ከምኡ እዩ ኮይኑ ኣሎ ጠማር ደይብሉ ብድውዓሎ መጨረሻ መእሰሪ ደይብሉ ድብተን ህዝቢ እዩ ኮይና ኣሎ ማለት እዩ ስለዚ መንግስትና ውድብ ሰራዊትና ድጥርንፍ ሓደ ጠንካራ ማእኸል ያድልየና እዩ እዚ እንድሕር ገብርና ኮይኑ ታብ ቅድሜና ድንሆ ችግር ንፈትሖ ኢና ጸላኢ ኩናት ተኣወጀልና ይኹን ካልእ ተፈጠረልና ተወድብና ንቃለሶ ኢና ከምታ ናይ ቅድሚ ሐዚ መንግስቲ ስለ ድነበረና ኮይና ክልተ ሽሕ ሰለስተ እይ ክልተ ሽሕ ዓሰርተ ሰለስተ ተወድብና ድቃለስናዮ ማለት እይ ሐዚ መንግስቲ ስለ ደይብልና ግን ኩሉ ነገርና ኣብ ኢድ ብልጽግና ስለ ድወደቀ ብና ብልጽግና ቁልፊ እሱ ይኸፍተና እሱ ይዓጽየና ማለት እይ እዚ እንድሕር ፈቅድና ንቅጽል ኮይኑ ድኣ ታይ ምቅላስ ኣድልዩና ኮይኑ ታይ መስዋእቲ ምኽፋል ኣድልዩና ኮይኑ ሽዱሽተ ሸውዓተ ዓመታት ኣብ ዕጽዋይ ክባይ ምእታው ታይ ትርጉም ኣለዎ ድኾነ ነገር እኮ ትዕገሶ እንድሕር ውጽኢት ዳምጸልካ ኮይኑ።